ሰላም ሰላም ከመይ ትኾኑ ክቡራት ተዓዘብትና ኣሮን ሲንጣቅ ቲቪ ሕጂ ድማ ከምቲ ልሙድ ብመጠን ሪኢቶኹም ብብዝሒ ሰብ ዝሃብኩሙና ኣርእዩና ከመይ ዓይነት ኢኹም ኣብዚ ደረጃ እዚ በጺሕኹም ብምባልኩም ንኸነርእየኩም ኢና ኣብ ቦታ ጂም ተረኺብና ድለና ከማና ጥዑይ ቅርጺ ክህልወኩም ሲክስ ፓክስ ከመይ ከተውጽኡ ከም ትኽእሉን ክንምህር ኢና ኣብዚ ደረጃ በጺሕና ኣለና ጌና ኣሮን ሲንጣቅ ቲቪ ብጠለባትኩም ብዙሕ ብዙሕ መደባት ከዳሉ ስለ ዝኾነ ንሕጂ ግን ጂም ከመይ ጌርና ነብስና ክንሃንጽ ኢልኩም ብቴሌፎን ይኹን ብኮመንት ይኹን ዝጸሓፍኩምልና ኣዳሊናልኩም መጺና ኣለና ናታን ሓወይ እኮ ስራሕ ኔርዎ እዩ ቦታ ስሩሕ ኢና መጺና ኣለና ስለዚ ከመይ ከመይ ምዃኑ ቅርጽና ብኸመይ ኣጥሪናዮ ኣብ ዘረጃ እዚ በጺሕና ኣለና ሓቢርና ክነርእየኩም ኢና ብሓንሳብ ምሳና ጽንሑ። ስለዚ
ክቡራት ተዓዘብትና ደድሕሬና እንዳኸድኩም ንገብሮ እንዳገበርኩም ኣብ ሕጽር ዝበለ ግዜ ኣብ ሽዱሽተ ወርሒ ይኣክል ዶ? ኣብ ወርሒ። ኣብ ወርሒ። ኣብ ወርሒ። ኣብ ወርሒ ንዓና ክትመልስሉ ትኽእሉ ኢኹም። ከቢድ እዩ እኮ ተኾነ እቲ ጉዳይ ግን ብንህበኩም ሓበሬታን በነርእየኩም ልምምድን ክትቅየሩ ከም ትኽእሉ ናይ በዓል ምሉእ ተስፋ እየ። ዲያ እሞ ናብ ስራሕና ምሳና ጽንሑ።
እንደገና ኣብዚ ዩጋንዳ ደለኹም በጃኹም ኩሉኹም ከብዲ ጂፍኩም ኣለኹም ዋእ። መግቢ ስኢልኩም ኣይትብልዑ ጁስ ስተዩ ገለ ዓይነት ጁስ ኣለኩም ማኡ እዋይ እቲ ክዶም ክገጅፍ ክገጅፉ ኣታ ክንምጣዮም ኮይኖም ዋ ዩጋንዳ ኣበላልዓኹም ቀይሩ ምዃን ካቶም ማይኮን ተን ሰብ ሓዳር ተገጅፎም ሓቂ ዘረባ ናይተን ኣንስቲ ሕምቀት እዩ ኣም ሶሪ ቱ ሰይ ዳ ደቂ ኣንስትዮ ሰብኡትክን ብኣገባብ ሰርሕክን ኣብ ልዓብ ዩጋንዳ ደለኽን ፊኖ ፈፈትፊትክን ኣይተብልዖም ገዓት ገጊዕትክን ኣይተብልዖኦም ጅም ከኣ ስርሑ ዴ ጥንስቲ ሰበይቲ መስሉ እንቋዕ ኣይትርእዮም በስመ ኣብ መንፈስ ቅዱስ ዋ ቢራ ኣቋርፅዎ ዩጋንዳ ዘለኹም
ሕራይ እምበኣር ክቡራት ተዓዘብትና ከምቲ ክንብለኩም ዝጸናሕና ስራሕና ጀሚሮ ኣለና መጀመርያ ኣካላትካ ክትሃንፅን ከተብል እንተኮይንካን ኣብ ደረጃ ዝደለናዮ ንክትበፅሕ እንተኮይንካ መጀመርያ ምንቅስቃስ ኣካላት ትኽ ኢልካ ህሩግ ኢልካ ናብ ስራሕ ኣይእተውን ስለዚ ንእሽተይ ሙቐት ንክፈጥረልና ብሳይክል ክንጅምር ኢና ተደሊኹም እውን ብጉያ ክጅምሩ ትኽእሉ ኢኹም ማለት እዩ ስለዚ ንሕና ግን ብቐልል ዝበለ ብሳይክል ክንጅምር ኢና ማለት እዩ ዝበዝሐ እዋን ናይ ዳንጋኻን ናይ ዝብ ዝደሎ ትሪዮላ ናይ ሰለፍን ከምዚ ዓይነት ዳንጋ ንኸተጥርዩ ማለት እዩ ከምዚ ዓይነት ዳንጋን ከምዚ ዓይነት ሰለፍን ንኸተጥርዩ መጀመርያ ናብ ሳይክልና ንኸይድ ሓራይ ኣገባብ ኣሰራርሑ ምሳና እንዳተኸታተልኩም ንኽድ ንኽድ እስከ ሓራይ ቀስ ኢልካ እዩ ዝጅመር ደሓር እንዳነሃርካ ምስ ተረርካ እንዳትረርካ ትኸይድ ማለት እዩ። ኩላትኩም መሳርሒ ዝረኸብኩምሉ እንተተጠቂምኩም ዝበለጸ ነገር ዝበዝሐ እዋን እዛ ሳይክል እዚኣ እንተሪእኹሞ ከም ዳንጋ እዚ ክወጽእ ዝኽእለሉ ነገራት እዩ ዝፈጥር ማለት እዩ። ደሓር እዚ ናይ ሰለፍ እውን እዚ ናይ ሰለፍ ኣብዚ ዘሎ ኣብኡ እውን ይድልድል እዩ። እቲ ዝበዝሐ ስርሓቱ ኣብዝን ኣብዝን እዩ። በብቑሩብ ቀስ እንዳበልና ናብ ኩሉ ደረጃታት ክንበፅሖ ኢና። ከንዲታት ከዓ የጋጥም እዩ እንተ ተሪራ እንዳፍኮሰት ክትከዱ ትኽእሉ ኢኹም ማለት እዩ። እዋ ኣብ ገለ እዋን ክትጋገይዎ ዘይብልኩም ዋላ ጠጠው ንክተብልዋ ሓይልኹም ዝኾነ ነገራት ክተብሉ ኣለኩም። ቀስ እዋ ኣጆኻ ቀስ ናታን ቁሩብ ኣብ ሓይሉ ኣብ ናይ ላዕሊ እዩ ካብዚ ናይ ላዕሊ እዩ ኣብ ዳንጋ ኣይኮነን ስለዚ ቀስ ዳበልካ እዩ እቲ ክስታይ ድረያ ማለት እዩ
ቢንያም ግርማ ኢለ መሲለ ርሑቕ ካይና ላ ርሑቕ ኣለዋ ክቡራት ተዓዘብትና ከምዚ እንዳገበርና ክንከይድ እንተኮይና ብዙሕ ነገራት ኣሎ ንበዓላ ሳይክል እውን ምጥቃም ዓብዪ ጥቕሚ እዩ ዘለዎ ዝበዝሐ ብመኪና ኣይትጓዓዙ ኢኹም፣ ብእግርኹም ወይ ብሳይክል እንተ ተጠቂምኩም ናብ ዝደለ በጺሕናዮ ድብናዮ ደረጃ ንክትበጽሑ ክሕግዘኩም ይኽእል እዩ። ክገርመካ ኣሮን ሓወይ
መኪና ገለ ብኸምኡ ኢና ደይ ንጥቀም። ኦ መጠን ውሳይ ኣብ ነብስኻ ይረኣ ዶ? ይረኣ ኣሎ። ሓፍ ኮፍ ምባል ኣዝዩ ይጠቅም እዩ ምክንያቱ ሓይሊ ናይ ዝደፍአካ ነገራት ኣብዚ ትርኢ ኢኻ እቦ ሓፍ ኢለ ኣብዚ ኣብዚ ትርኢ ኢኻ ኣታሕፍ ኢለ ዳንጋ ግን ደሓን እዩ ኣጆኻ ኣብ ሞንጎ ሞንጎ ዝበዝሐ ሓፍ ኮፍ ከይገበርና ዝበዝሐ ኮፍ ከይበልና እንዳማቓራሕና ኢና ክንከይድ ኣለና። ብዙሕ ነገራት እውን ይፍፀም እዩ ኣብዚ ናይ ዳንጋን ናይ ሰለስተን ጥራይ ኣይኮነን ዘገልግል ኣብ ትሪ ናይዚ ኢድ እውን ይሕግዘካ እዩ ስለዚ ኣብዚ ኣብዚ ዘሎ

ኣነስ ኣታ እዚ ናይ ቅልጽም እንዳ ሞሎቕን ኣብ ሞንጎ ከምኡ ትብርትዐ ትብርትዐ እኮ ሞልቀካ እዩ ቁሩብ ከምዚ ትሪእዎ ዘለኹም ትርር እንተኢላትኩም መኸምዚ ናይ ናታን መፍኮስቲ ስለ ዘለዋ ጥንቅቕ ኢልኩም ከተፍኩስዋ ትኽእሉ ኢኹም በዚ ደረጃ እዚ ዘሎ ማለት እዩ። ዓቐንኩም ለኣሎ ከምዚ ናትና ብተሪኽ ክጅምሩ ኣይትኽእሉን ኢኹም ንሕና ልምዲ ስለ ዝጸንሐና እዩ እቲ ጽቡቕ ነገሩ ስለዚ ክትጅምሩ ከለኹም ብቐስ ዝበለ ነገራት ኢኹም ክጅምሩ ዘለኩም ደሞ ጌና ክንቅጽል ኢና መጀመርያ ናዚ እዩ ናብ ዝቕጽል መደብና ንኺድ

ክቡራት ተዓዘብትና ሕጂ ድማ ከምዚ እትርእይዎ ዘለኹም ኣብ ረስኒ ጸኒሕና ናብ ናይ ቸስቲ ኢና መጺእና ዘለና ኣብ ናይ ቸስቲ ድማ እዚኣ ትመስል እታ መሳርሒት መጀመርያ ዓቐን ዘለዎ ሓፍ ከተብል በብሪጋ በብሪጋ እንዳዓበየ እዩ ዝኸይድ ከምዚ እትርእይዎ ዘለኹም ቸስቲ ክፍጠር ማለት እዩ ከምዚ እትርእይዎ ዘለኹም ኣብዚ ዘሎ ተነፊሒ ዘሎ ኣይ ናይ ጓል ድዩ ናይ ወዲ የርድእካ ንክኸውን ገና ግዜ ክበልእ ኣኽእል እዩ ስለዚ ሓንቲ ከርእየና እዩ ናታን እቲ ኣብ መሃሪ ወይ ተሓጋዝ ዝኾንካ ብድሕሪት እንዳኾነ ስለ ዘርእዮ ክንርኢና ማለት እዩ ሕራይ ንኺድ ወግን መጀመርታ ወላ ነቶም ተዓዘብቲ ክርድኦም ሲ ካብ ሓደ ኢልና ተንጅምር መዓሽ ኦ ኣቃኻቲ ልምዲ እዩ ጀማሪ እንተኾንካ ዝበዝሐ እዋን ከይከብደካ ብውሕድ ዝበለ ክጅምር ኣለካ ማለት እዩ ሕጂ ኦልሬዲ ናታን ካብቶም ሓያላት ተምሃሮ ስለ ዝኾነ እዚ ክስከሞ ይኽእል ነይሩ እዩ ግን ንዓኹም ንምሕጋዝ በዚ እምና ክንጅምር ማለት እዩ ንምርዳእ በዚ እምና ክንጅምር ደሓር እቲ ሰብ በጥ ክብል እዩ በጥ መበለለይ ከምዚኣ እታ ኣሰራርሓ ናብዚኣ ኢልካ ሓዝ ዳሕራይ ከምዚኣ ሓፍ ኣቢልና ማለት እዩ ሕጂ እንዳረኣና ከምዚኣ እታ ኣሰራርሓ ትርእይዋ ኣለኹም ኩሉ ግዜ ከምዚ ዝብለኩም ካልኣይካ እንዳተሓጋገዝካ እዩ ደሓር እዚኣ ዝሰራሕ ዘለና ናይ ቸስቲ እዩ ኣብዚ ማለት እዩ ከምዚ ትርእይዎ ዘለኹም ናይ ጓልዲናይ ወዲ ዘይርደካ ንክኾነልኩም እንተደሊኻ ከምዚታት እዚኤን ኢኻ በብቑሩብ ዓሰርተ ሓሙሽተ ዕስራ እንዳልካ ትጅምረን ማለት እዩ ከምዚ ትርእይዎ ዘለኹም ከምዚኣ መጀመርታኻ ሓሙሽተ ዓሰርተ እንዳገበርካ ከየብዛሕካ ከይረብረብካ ናይ ቸስትን ናይ ቅርፅምን ስለ ዝኾነ ዝሰርሕ ዘሎ ማለት እዩ ከምኡ እንዳገበርና ኢና ክንከደሉ ድሓር ዋላ ኣብቲ ናይ ቅርፅም ዋላ ኣብቲ ናይ ቅርፅም ከምኡ ንክወፅ እውን ቅሩብ ሕፍ ዘካይ ዝያዳ ናይ ቅርፆም ስለ ኣተሓደ ዘለና ኣብኡ ከዓ ክንሪኦ ኢና እዚኣ ኣታክሊ ኣክሊ ከምዚ እናገበርና ኢና ክብራት ተዓዘብቲ እንዳጠመትናን እንዳበልናን ካልኣይ ስለ ዘሎ እንዳተሓጋገዝና ኢና ንኸዶ ማለት እዩ ሕጂ መጠን እሱ ንዓኹም ምስቲ ግዜ ደይብልና ንኸእል እምበር ኣብዚኣ ተወሓደ ዕስራን ሓሙሽተን ዕስራን ሽዱሽተን ከይዕረፍካ እንተሃሪምካ ጽኒሕ ኢልካ ክልተ ደቂ ሰለስተ ደቂቃ ከምኣ ሰላሳ ኣርባዓ እንተሃሪምካ ከምዚ ትርእይዎ ዘለኹም ደረጃታት ክበጽሕ ይኽእል ማለት እዩ ከምዚ ትርእይዎ ዘለኹም ኣብዚ ከዓ ከምኡታት ፍጠር ይኽእል እዩ

ሐራይ ክቡራት ተዓዘብትና ከምዚ ክትሪእዎ ዝጸናኹም እዚኣ ዝረኣናያ ናይ ቸስትያ እዚኣ ውን ንባዕላ ናይ ቸስትያ ተወሳኺ ዝበሃል ነገራት ኣሎ ስለዚ ቸስትና ንኽምዕብልን ንኽዓይልን እንተኾይኑ በብቑሩብ በብቑሩብ በብሪጋ ካብ ደረጃ ናብ ደረጃ እናተሰጋገርካ እዩ እዛ ነርእኩም ድማ ናይ ቸስትን ናይ ቅርጽምን እያ ኣውን ብሓባር ኮይና ንሪኣና እንዳ እሞ ናታን ክጅምረልና እዩ ኩሉ ግዜ ክትስተውዕሉ ኣለኹም ከመይ ከመይ ኣሳዳ ኣበይ ኣበይ ሓፍ ዝላሎት ክሳይ ክትሪእዎ ኣለኩም ዝበዝሐ እዋን እዚ ቪድዮ እዚ ኣብ እንዳ ጅም ኮይንኩም ተሪኢኹሞ ከዓ ዝበለፀ ክትሰርሕሉን ክመፅልኩም ንኽእል ማለት እዩ ስለዚ ከምዚኣ እናገበርናያ ኢድና እንዳሰደድና ናብዚኣ እንዳሃረምና ኢና ክኸውን ዘለዎ ማለት እዩ ስለዚ ከምዚኤን እንዳበልና ኣብቲ መጀመርያ ከዓ ዓሰርተ ዕስራ ሰላሳ ኣርባዓ ክትበፅሑ ኣለኩም ኣብቲ ናትና ደረጃ ምስ በፅሑም ከዓ ከባቢ ሚእቲ ክልተ ሚእቲ ሰለስተ ሚእቲ እንዳሃረምኩሞ ክትከዱ ኢኹም ማለት እዩ እሱ ቀስ ብቀስ ኢልካ ይድሓን ሽግር የብሉን ንሕና ብዙሕ ደረጃታት ሓሊፍና ስለዚ ዝበፃሕና ማለት እዩ ሸዋ ኣብ ምውፃእ ኣብቲ ክትሪእዎ ኣለኹም ከምዚ እንዳሃረምና ስለ ዝወፅእ ስሙም ቅረ እዩ ማለት እዩ ስለዚ ከምኡ እናገበርካ በብቑሩብ በብቑሩብ እንዳተመዓርካ ምስ ካልኣይካ እንዳዕረፍካ እንተኮይኑካ ዝበለፀ ምክንያቱ ከተብል ስለ ዘለካ ስለዚ እቶም ጀመሪ ኣብ ሓቂ ዘረባ ኣነ ከባቢ እ፣ 25 ኪሎ እ፣ 30 ኪሎ እየ ዝሰርሕ ነይረ ንዓኹም ግን ንኽርእየኩም ምትብባዕ ከዓ ክኾነልኩም ቀስ ብቐስ እንዳጀመርኩም ክትኮዱ ኣለኩም ማለት እዩ ከምዚኣ እንዳገበርና ኢና ክነብላ ዘለና ቸስትና ክወፅእን ክምዕብልን እንተኮይኑ ናይ ቅርፅና ክነዕርፈሉ ደይብልና ማለት እዩ ካልኣይ ካ እንተለካ ትተባባዕ ስለ ዝኾንካ ብኾኑ እየ ናታን መፂ ንደሎ ምሳይ ማለት እዩ ስለዚ ምሳና ክትህልው በዓል ሙሉእ ተስፋ እየ ናብ ስራሕና ንኽድ ዝኾዛ ዕርከይ
ከምዚ እናገበርና ክንብሎ ነዚ ቸሲ ትሪእዎ ኣለኹም ማለት እዩ ዋላ እውን ኣብ ክሰርሖ ከለካ የድለየካ እዩ ለውጥታት ኣብዚ ዝስምዐኩም ነገር ክህሉ ናይ ትንፋስ ነገር ዋላ ኣብዚ እውን እናሓበጠን እናተፈለየን ዝኸደሉ ክህሉ እዩ ኣብዚ ናይ ጭዳድ እዚ ግና ንክጭደድ ዝፈላለየ ኣሎ ከምዚ ገርና ንሃርሞ ንኽእል ኢና ንምጭዳድ ማለት እዩ እዚ ንምጭዳድ ክንገብረሉ ንኽእል ነገራት ማለት እዩ እቲ ንቸስ እንወፀሉ ከዓ ንቆመት ናብዛ ክገብራ ፀነኹ ከምዚ እንዳገበርና ክንከይድ ንኽእል ማለት እዩ እንዳተረዳደእና ንኽድ ስለዚ እዚ ናይ ቸስቲ ክንገብረለ ንኽእል ብዙሕ ነገራት ስለ ዘለዋ ጌና ቀፃሊ እዩ ዘሎ ናይ ብምሉእ በፂሕና ኣለና ናይ ዳንጋ ክንሪእኩም ፀኒሕና ናይ ቸስቲ እውን ንሪእኩም ኣለና ጌና ናይ ቀፅን ብዙሕ እውን ኣሎ ናይ ዓንዲ ሕቆና ናይ ዝክሳድና እውን ክንሪእኩም ኢና ስለዚ

ሐራይ ክብራት ዝሓዝና ከምዚ ክትሪእዎ ዘለኹም ሕጂ ድማ እዚኣ በይና ናይ ቅርጽ ናይ ቅርጽን ከምዚ ትሪእዎ ዘለኹም ፍልይልይ ዝበለ ቅርጽን ክፍጠረልኩም ኣብዚ ደረጃ እዚ ዘሎ ማለት እዩ ከምዚ ዝበለ እንቋቑሖ ንክወጽእ እንታይ እንታይ ክንገብር ኣለና ስለዚ ኣነ ብዝለዓለ ጀሚረ ኣለኹ ኣብቲ ክብደት ምስ ናታን ሓወይ ኮይነ እቲ ዝለዓለ ክብደት ኢና ሓዝና ዘለና እስኹም ግን ቀስ ብቐስ ካብ ናይ ሓንቲ ኪሎ ጀሚርኩም ናብ ክልተ ሰለስተ ኣርባዕተ ሽዑ ከምዚ ንሕና ሓዝና ዘለና ናብ ዓሰርተ ኪሎ ዓሰርተ ገለ ምለ ኪሎ ክትከዱ ትኽእሉ ኢኹም እዚ እውን ንኸነርእየኩም ስለ ድለና ኢና እምበር ክሳብ 25 ኪሎ ንበፅሕሉ እዋናት ኣሎ ስለዚ እንድያ እሞ ከመይ ዓይነት ኣሰራርያ ክነርእየኩም ኩሉ ግዜ ሓፍ ንኸተብላ ከለኻ እዚኣ እያ ታሕቲ ከየውረድካ ታሕቲ ከየውረድካ ያ እዎ ፅቡቕ ከምዚ ናይ ናታን ትሪኦ ኣለኹም ሕጂ ንእሽተይ ንጌጋ ናብዚ ገፅካ ናታን ክረኣዮ መታን ክረኣዮ መታን እዋ ሕጂ ትሪኦ ኣለኹም ኣብዚ ዝፍጠር ዘሎ ነገራት እሱ እቲ ዝወፅእ እዚ እዚ ምስሓብ ምስ በለ ኣብዚ ትሪእዎ ኣለኹም እዚ እንቃቑሑ እዚ ዘሎ እሱ ንክወፅእ ኢኹም ክትፅዕሩ ዘለኩም ማለት እዩ እዚ ብዚ ዘሎ እዚ ብዚ ዘሎ እዩ እንዳተፈለየ ዝኸይድ ኣብ ስራሕ ማለት እዩ ታሕቲ ብዙሕ ክወርድ የብሉን ታሕቲ ብዙሕ ክወርድ የብሉን ከምዚ ኣታ ስራሕ ንእሽተይ ኣብዚ ማለት እዩ እንዳሃረምካ ኦልሬዲ ዓሰርተ ዕስራ እንዳገበርካ እንዳዕረፍካ ትኸደሉ እዋናት ክኾን ኣለዎ እንዳሃረምናን እንዳበልናን ከኣ እዚ ክወጸልእ ይኽእል እዩ ስለዚ ክቡራት ተዓዘብትና እቶም ኦሬዲ ፈይጥኩሞ ትምህርትና ርኢኹም ኣብ ዝለዓለ ደረጃ በፂሖም ዘመስግሙና ክትረኽብዎም ትኽእሉ ኢኹም ንሕና እውን ጌና ቀፃሊ እዩ ብኮመንትኹም ብርእቶኹም ጌና እንዳተተባብዕና ካልእ ካልእ ትምህርትታት እውን ከነምፀልኩም ንኽእል ኢና ከምዚ ናባና ነብሲ ኣፀቢቑ ንክህልወኩም ግን ከምዚ እንዳገበርና ተር ብተራ ፓርት ብፓርት እንዳሰራሕናልኩም ክንከይድ ኢና ስለዚ እታ ናይ ቅርፅም ምሳና እንዳሰርሐኹም ፎርሳ ሊያሞ ሊያሞ እስከ ከምኡ እውን ብየማን ፅኒሕና ንክልቲኡ ኣካላትና ከነንቀሳቕሰሉና ተደልና እውን ብክልተ ኢድና ክንሰራሕ ንኽእል ኢና ካብ ከምኡ ግን እንዳዓረፍና ብፀጋምናን ብየማን ማንከ መሳርሕ ክኸውን ኣለዎ ማለት እዩ ከምዚ ትሪእዎ ዘለኹም እቲ ቅርፂ ናተፈላለየ ይወፅእ ኣሎ ምናልባሽ ናተይ ከየደናግረኩም ስለ እቲ ቅርፂ ሕልው ዝኾነ ዘሎ ኣብቲ መጀመርታ ዝጅምር ሰብ ግን ልምፅ ዝበለ ቅርፂ ይኹም ክትሪዩ ቅልጥፍ ኢልኩም ከምዚ ለውጢ ኣይትፀበዩ ኢኹም ማለት እየ ስለዚ እንዲያ እሞ

ቅርፅን ኢና ክንገብር ፀኒሕና ሕጂ ድማ ናይ ሾልደር ናይ መንድዓት ኖኖ ሞንኮ ሞንኮ ማዕረ መንድዓት ዝኸውን መንኮብ ንክልወኩም ንክንምፅእ ዜና መፅያ ኣላ እዚኣ ትሪእዋ ዘለኹም መሳርሒት ንዚ ሾልደር ዝጠቅም ናተይ እኮ ይረኣየኩም ኣሎ ክንዲ ጎቦ ዝኸውን እዩ ከምዚ ትሪእዎ ዘለኹም ከምዚ ናተይ ከተጥርዩ ትደልዩ ከኣ ኣሰራርሓኹም እዚኣ እያ ዓቐንኩም ኣብዚ ኣሎ ሓቂ ዘረባ ኣነ ኣብ ዚኢታት እየ ዝሰርሕ ነይረ ግን ንዓኹም ንምርኣይ ንዓኹም ንምዕጋብ ስለ ዝኾነ መጀመርታ ናተይ ርኢኹም ከዓ ተስፋ ንመታን ንኸይትቆርፁ ኩሉ ሰብ ኣብዚኣ ስለ ዝጅምር ስለዚ ብኣ ክጅምረልኩም እየ ማለት እዩ ኣሰራርሓና ድማ ክልተ ኢድና ኣብዚኤን ንሕዝ እዚ ፅርግያ ኣሁን ብዛለና ሙሉእ ኣቃውማና ትኽክል ክኸውን ኣለዎ። ካብኡ ናብዚ እናበልና ማለት እዩ። ከምዚኣ እንዳበልና ከምዚኣ እንዳበልና ከምዚኣ እንዳበልና ሾርለማ ከነዕርብ ንኽእል ማለት እዩ። ከምዚኣ እንዳሃረና ካልኣይኩም እንተለኩም ተስፋ ስለ ዝገብረልኩም ናታ ምሳይ ድኾም እዩ ኣቢሉ ኣሎ እንዳተበራረኹም እንዳተበራረኹም ኣብ መጀመርያ ኸዓ ሓሙሽተ ዓሰርተ ከምቲ ዝበቅዑ እኹል ቁፅሪ እንተገይርካ ደሓን እዩ ዘሸግረና ኣይኮነን ማለት እዩ ስለዚ ስስዕ ኢልካ ሰላሳ ኣርባዓ ከም ኣሮ እንደይገበርኩ ኣይትበሉ ኢኹም እንዳተበራረኻ ኩሉ ነገር ይከኣል እዩ ስለዚ ናታን ከብሬካ ዶ? ከብሬኒ እዩ ከብሬካ ዶ ከብሬካ ዶ ኣብ ጂም ከምዚ ዝብለኩም ዘለኹ ምስራሕ ጥራይ ኣይኮነን ምሳኻ ዘሎ ሰብ ተስፋ ሞራል ንክገብር ከዓ እንዳሓገዝካዮ ክትከይድ ኣለካ ማለት እዩ ስለዚ ናታን ከዓ ከምኡ እናሰርሐ ይኸይድ ኣሎ ኩሉ ግዜ እዚ እዚ ንሰርሖ ብምሉኡ ከምዚ ንሰርሖ ዘለና እዚ ኣብዚ ዘሎ ኣብዚ ዘሎ ክወፅእ ኣለዎ ማለት እዩ እዚ ኣብዚ ዘሎ እዩ ከምዚ ትሪእዎ ዘለኹም እዚ ይንቀሳቐሶ ዘሎ ንሰርሖ ዘሎ ፍልልይ ኣሎ እንዳተነፍሐ ዝኸይድ

ሓራይ እምበኣር ክቡራት ተዓዘብትና ሕጂ ድማ ከምቲ ክትሪእዎ ዝጸናሕኩም ናይ ሾልደር ናይ ከፍትን ናይ ቸስት ክንሪእኩም ጸና ሕጂ ድማ ከምዚ ናትና ሲክስ ፓክስ ክወጠኩም እንተደሊኹም ከምዚ ትሪእዎ ዘለኹም ኣብዚ ዝደላ እቶም ሲክስ ፓክስ ዘይትፈልጥዎ ኣብዚ እንቃቕሖ ኣብዚ እንቃቕሖ ኣብዚ እንቃቕሖ ኣብዚ እንቃቕሖ ዝመስላ ዘለዋ ትሪእዎ ዘለኹም ሽዱሽተ እንቃቕሖ ከመይ ጌርና ነውፅእ ማለት እዩ ብሓፂሩ ከምዚ ናተይ ሲክስ ፓክስ ከተውፅኡ ከምዚ ትሪእዎ ዘለኹም ኣብዚኣ እንቃቕሖ ኣብዚኣ እንቃቕሖ ኣብዚኣ እንቃቕሖ ኣብዚኣ እንቃቕሖ ላ መሳናጊት መሳናጊት መሳናጊት ዝበዝሐ ኣብ ዝበዝሐ ሰብ ተሪኢኹም ኣርባዕተ ዝወፃ ክርስትያኖ ሮናልዶ ጥራይ እዩ ከምዚ ናተይ ዘለዎ ሽዱሽተ ከምዘይ ንኸነውፅእ ናብዛ መሳርሒ እዚኣ ክንከይድ ኢና ተኸታተሉና ኢኹም ምሳና እንዳሰራሕኹም ዋላ ኣብ ገዛኹም እንዳፈተንኩም ኣብ ወርሒ ውፅኢት ተዘሪኢኹም ንዓይን ናታን ብልቢ ብልቢ ጠቐየሙና ብልቢ እቲ ኣሰራርሓ እዚኣ ትሪእዋ ዘለኹም መሳርሒ እያ እዚኣ ፅቡቅ ጌራ ትራእየኩም እዚኣ እታ መሳርሒ ናይ ስክስ ፓክስ ኣሰራርሓ ድማ መጀመርያ እዛ ኢድካ እዚኣ ከምዚ ሒዝካ እዚኤን ኣብዛ ደብካ እዚኣያን ትኸውን ማለት እዩ ሽዑ ናብ ዝኣቱ ሽዑ ናብ ዝትጭብጥ ማለት እዩ ከምዚ ዳበልካ ከምዚ ዳጨበጥካ ገለ ማለት እዩ ብምልኡ ሽዑ ልኪዑ ዝወፅእ
ቅርፅን ቅርፂ ክንካ ተወል
እሱ እዩ መስዋእቲ ትገብረሉ ኢኻ ከምዚኣ እንዳልኩም ኣሮን ኣርብዓ ገይሩ ናታን ሱሳ ገይሩ ገለ ኢልኩም ብሱሳ ኢትጀምሩ ኢኹም ግን ከምዚኣ እንዳሃረምኩ ክትወፅእ ትኽእል እያ ከምዚ እንዳተጨበጥኩም ንስኹም ብዓሰርተ ብዒስራ ጀሚርኩም ናብ ካልእ ደረጃ ካብ ክትወፁ ስሳ ኢኹም። ሰብዓ መጡ ኣብዚ ንሕና ዘለናዮ ደረጃ ንክትበፅሑ ትኽእሉ ኢኹም ማለት እዩ ሕጂ ትሪእዎ ትኽእሉ ኢኹም እቲ ናይ ሲክስ ፓክስ ትሪእዎ እንተለኹም እዚአን እየን ዝወፃ ከምዚኣ እንዳገበርካ እየን ዝወፃ እተን ናይ ከብዲ እዚ ብምልኦም ከብዲ ኣጥፍእ ከብዲ ጥፍእ ንብሎ ዘለና በዚኣ እያ ትጠፍእ ስለዚ
ምሕር ምጥፋእ ምሕር ምጥፋእ ምሕር ምስራሕ ምሕር ምስራሕ እዩ ዝገድስ መቸም ዕግበትና ዕግበት ተዓዘብትና እምበር ኣብ ቅርፅና ኣይኮነን ሓቂ ዘረባ ስለዚ ከምኡ እንዳተባራረኻ እዩ ስራሕ ኣታ እንቃዕ ኣጆኹም ንሰርሑ ሽዑ ኣነ ክብርየ ሽዑ እሱ ክብርየኒ ከምኡ እንዳበልካ እዩ እቲ ስራሕ ማለት እዩ ዋ ኣብዚ እየን ዝወፃ ሓጂ ትሪኦ ኣለኹም እዚአን እዚአን ሲክስ ፓክስ እዚአን እዩ እዚአን እየን ዝወፃ ኣብዚ ዘለዋ ግን ናታን ሓቂ ዘለዋ ሓይሉ ኣብ ሾልደርን ኣብ ቸስትን ስለ ዝኾነ ሓ- ዜሮ ማክስ ያለላ ግን ዳሓን ሲክስ ፓክስ ኣብዚ እየን ዝወፃ ማለት እዩ ሰም እንቋቑሖ እንቋቑሖ እንቋቑሖ ምስ ኮና እዩ እቲ ሲክስ ፓክስ ወፅኡ ዝበሃል ማለት እዩ ከምዚ ኣጋ ገበርኩም ንሕና ኣርባዓ ሓምሳ ሰሪሕና ኢልኩም ከምኡ ኣይትሕሰቡ ኢኹም ተስፋ ኣይተቑረፁ ብሓሙሽተ ብክልተ እዩ ዝጅመር ስለዚ እንዳተበራረኻ ማለት እዩ

ናይ መወዳእታ ተሪፋትና ዘላ እዚ ናይዚ ከባቢ ዓንዲ ሕቆና ዘሎ ኣብዚ ክወፅእ ዝኽእል ጥንካረ ዘለዎ ነገራት ንክፈጥር እንተኾንካ እዩ ስለዚ እዚኣ እያ እታ መሳርሒት ከምዛ ትሪእዋ ዘለኹም ኣሰራርሓ ከዓ እግርና ኣብዚ ነብስና ክንቀሳቀሰ የብሉን ኢድና ጥራይ ነብስና ክንቀሳቀሰ የብሉን ኢድና ጥራይ ብምሉኡ እዚኢታት የውፅኦ እዩ ማለት እዩ ከምዚ ትሪእዎ ዘለኹም ከምዚ እንዳሃረምካ ኢኻ ትኸዶ ነብስኻ ብዙሕ እንቀሳቐሰ የብሉን ረሓቕ ክበዝሕለይ ክበዝሕን እዚ ብትሪእዎ ኣለኹም እዚ እዩ ጥልዕ ኢሉ ዝወፅእ ስለዚ ከም ብዕራይ ክትጓነፅ ትኽእል ኢኻ ማለት እዩ ስለዚ ሓንቲ ነገር መሰረታዊ ነገር ክንሰርሐ እንተኮይና ግን ጅም ምስራሕ ማለት ንባእሲ ድሉ ምዃን ማለት ኣይኮነ እዚኣ ቀዳመይቲ እንዳ ጅም ክትመፁ ከለኹም ክትፈልጥዋ ዝግብኦኩም ማለት እዩ ጅም ምስራሕ ማለት ኣካላዊ ህንፀት ዳ እምበር ንባእስ ምዕዳም ማለት ኣይኮነን ስለዚ እቶም ጅም ሰሪሕኹም ሓፂን ኣልዒልኩም ኳሰትን ኣፍንጫ ሰብን ዝረኣየኩም ተጠንቀቑ እየ ዝብለኩም ዘለኹ ተዘይሰራሕኩ ከምዚኣ እንዳ- ተመራፂ እዩ። እወ፣ ተዘይሰራሕኩ ተዘይሰርሑ ተመራፂ ተመራፂ እዩ። ከመይ ስተ-
ኣብ መንጎ ከምዚ ብጻይካ ዓርክኻ ሒዝካ ምኻድካ ከምዚታት ጠቕመካ ጠቐምነት ኣለዎ ጠቐምነት ኣለዎ
ስጋ ባነ ማይ ሰቲ ቁሩብ ናታን ከርእየኩኒ እቶም ዝበልኩኹም ግን እዛ መልእኽቲ ከይትርስዕዋ ጅም ሰሪሕኹም ንባእሲ ትሓስብዎ ጅም ሰሪሕኹም ንባእሲ ትዕደሙ ንባእሲ ትጓየዩ ተደይሰርዕኹም ተመራፂ እዩ እቶም ንቅርፅን ቅርፃ ቅርፅን ነብስኻ ንምህናፅ ንጥዕናኹም ኢልኩም ትሰርሕዎ ግን ቀፅልዎ ካብዚ ከማና ተምሃሩ ንዝኾነ ካልእ ትደልይዎ እውን ኣብ ኮመንት ቦታ ኮመንት ግደፉልና ኢኹም ዝኾነ ኩሉ ነገር ዝኾነ ይኹን ሲ ክና- ክንገብሮ ኢና ካብ ጂም ወፃኢ እውን ናይ ቢዝነስ ምስ ትደልዩ ካልእ ትምህርትታት ምስ ትደልዩ ንገሩና ኢኹም ከነዳልወልኩም ኢና
ድሓር እንታይ ኣሎ ምስልካ ኣሮን ሓወይ

ሓቁ እዩ ከም ዝብለኩም ዘሎ ብዝሒ ሓፂን ምልዓል ጥቕሚ ኣይኮነን ሜላታት ኣለዎ ከመይ ተልዕሎ ኣየናይን ደረጃ መዓስ መዓስ ትውስኽ እዩ እቲ ቀንዲ ዘገድስ እምበር ብብዝሒ ሓፂን ተልዒልካ ኣደዳ መግመይትን ስትራባን ኢኻ ትኸውን እሱ እዩ ስለዚ

ክቡራት ተዓዘብትና ከምዚ ክትሪና ዘለኹም ጅምና ወዲእና ዶሮ ተሓፂብና ነብስና እኒና ናብ ምብላዕ ገፅና ንኸይድ ኣለና ኩሉ ግዜ ክንርስ ሓደ ይብልና ቅድሚ መደብና ምዝዛሙ ድሕሪ እ፣ ጅም ስራሕና እቲ ኤነርጂ ስለ ዝሃነክ ዘሎ ተተረኺቡ ጁስ ዝኾነ ፕሮቲን ዘልከቡ ነገራት መግቢ ከነህልኽ ኣለና ምክንያቱ ብምሉእ እቲ ኤነርጂ ኣጥፊናዮ ዝውዓልና ክንትኮ ኣለና ብመደብና ተሓጒስኩምን ተዘናጊዕኹምን ክትኮኑ ተስፋ እንዳገበርኩ ኣብ ዝቕፅል መደብና ኣብ ኮመንት ብምርጫኹም ብዛዕባ እዚ ስርሑና ምስ ትብሉና ድልዋት ኢና ሞ ንሰርሓልኩም ስለዚ ቅርፂ ንቅርፂ ክትኮኑ በዚ ደረኣናኩም ተስፋ እንዳገበርና ብካልእ መደብና ክሳብ ንራኸብ እዚ ወደሓንኩም
ናተይ ሓሳብ ከኣ ካብዚ ናይ ኣሮን ዝተፈለየ ኣይኮነን እንታይ በሃልቲ ኢና ንሕና ክንዘራረብ ጸኒሕና ሲ ሽዱሽተ መዓልቲ ጅም ሓንቲ መዓልቲ ጂን ትሓይሽ በሃልቲ ኢና ዋው። ከምኣ ትሓይሽ እሳ እዚኣ ድሓሸት እያ ንኹሉ ንኹሉ ማለት እዩ ስለዚ ኣብ ኣሮን ሲንጣቕ ቲቪ ላይክ ሼር ሳብስክራይብ ኣይትረስዑ ንዝያዳ እ፣ መደብ ንኽንምፀልኩም ምትብባዕኹም ኣይፈለየና ክሳብ ንራኸብ ሰሰናይ ንኹልኩም
ንኺዶ ቤት ንብላዕ ንብላዕ እዋ። ንብላዕ